ሰላም ሰላም ኸመይ ቀኒኹም ህፃናት ሰገናት ወለዲ መምሃራን ብብዘለኽምዎ ሰላምኹም ይብዛሕ ብጣዕሚ ፅቡቕ ሎማዓንቲ ሒዘልኹም ቀሪበ ዘለኹ ድማ ብዛዕባ ከለርስ ፍለሽ ካርድስ ዝተፈላለዩ ዓይነት መምህሪ ሓገዛት ኣለዉ እዮም ሐዚ ድማ ካብ ዝተፈላለዩ ትሕዝቶታት ዝሓዘ ብዛዕባ ከለር ፍለሽ ካርድስ በዚ ትሪእዎ ዘለኹም ተዓሽጉ ፓክድ ኮይኑ ብዝስሕብ ንተምሃሮ እውን ንመምሃራን እውን ኣብ ገዛና እውን ወለዲ ብዝተፈላለየ መልክዑ ዘይበላሽ ሒዝናልኩም ቀሪብና ኣለና እዚኤን ሓደ ብሓደ ከርእየኩም እየ። ብጣዕም ጽቡቅ ኣብ ውሽጢ ሕብርታት ኣለዋ እየን ዘን መሰረታዊ ዝበሃላ ሕብርታት ብበዝሒ ህጻናት ብደረጃ ዕድመኦም ዝጥቀሙለን ሕብርታት እየን ኣብ ገዛና ብቀሊሉ ከይተባላሸየ ንጥቀመሉ እዩ ኣብዚ ዘለዋ ምርኣይ ይከኣል እዩ ንኣብነት እዚ ግሪን ግሪን ፍሮግ እዚኤን ኩለን ትሪእወን ዘለኹም ሕብርታት እዚኤን ትሪእወን ዘለኹም ሕብርታት ዝሓዘ ቦክስ እዩ። ስለዚ እዚኤን እውን ዝተፈላለየ ሕድሕድኤን ስያመታት ኣለወን ሕድሕድኤን ስያመታት ኣለወን ሉክ ረኣይዎ ብጣዕሚ እዩ ዝስሕብ ብቐሊሉ ኣይበላሸይን ሕድሕዲኡ ነናይባዕሉ ትርጉም እውን ሒዙ ዝመፀ እዩ። ነዚኤን ክስርሓ ዝኽእላ ድማ እዚኤን በዘን ሕብርታት ኣቢሎም ሕድሕድ መምርሒ ድማ ኣብ ዘለዎም ኸመይ ይጥቀሙ፣ መዓዝ ይጥቀሙ፣ ንምንታይ ኸ ይጥቕሙ፣ ኣበይ ኣበይ ዝብል ነገር ካብቲ ኩሉ ግዜ እንብሎ ልሙድ ምፅሓፍን ምንባብን ወፃኢ በዚ እውን ቆልዑት ኣብ ገዛና ኮይንና እውን ንምንታይ ረብሾም ንምንታይ ኣቢሎም ካብ ምባል ኣብዚኣቶም ኢንጌጅ እናገበርና እዚ እናተሳተፍና ኣብ ገዛና ዝተፈላለዩ ስራሕ ንሰርሕሉ እዚ ኣምፂናልኩም ኣቕሪብናልኩም ኣለና ብበዝሒ ብጣዕሚ ኣርባዕን ልዕሊ ኣርባዕን ሸሞንተን ፍለሽ ካርድታት ዝሓዙ እዮም ሕድሕድ ትሕዝቶታት ኣብቲ ዝመሃርዎ እውን ዝሓዘ እዩ እዚኦም ብዝተፈላለየ መልክዑ ናይ ከለርስ ኣለው ካልእ መዓልቲ ዘቕርበልኩም ድማ ለርኒንግ ኣልፋቤትስ ኣለው ለርኒንግ ኣልፋቤትስ ኣብ ዘለዉ ዝርዝር ክነቕሮ ኢና in the home ኣብ ገዛ እውን እንታይ እንታይ ናውትታት ገዛ ኣቑሑታት ገዛ ኣለዉ ሃመይ ይጥቀሙ በይ እንታይ እንታይ እዮም ዝፈልጥዎም እዮም ግን ኣብዚ ዲሞንስትሬት እናገበርና እናስራሕና ስታንዳርዱ ዝሓለወ ብበዝሒ እቲና ልኩም ኣለና ስለዚ ላብዚ ናብ ቢዝነስ እውን ጎና ጎኒ ምስ ተኸይዲ ምምህራ ምስትምሃር ግድን ስለ ዝኸውን እዚኦም ወኪል ኮይና ቀጥታ ካብ ቻይና እውን ካብ ኣዲስ ኣበባ እውን ናይ ምምፃእ እዚ ዕድል ረኺብና ኣለና። ብበዝሒ ኣለውና እዮም። በቲ ቀሪቡ ዘሎ ስልኪ ቁፅሪ ኣድራሻ መፂኹም ኣብ ቀዳማይ ወያነ ብበዝሒ ተደሊኹም ብፍረ እውን ተደሊኹም ከነምፀልኹም ድልዋት ኢና። የቐንየልና።